ሄሎ ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ኣኒኽን ኣነ እግዚኣብሔር መስገን ጽቡቕ ኣለኹ ስኽን ከዓ ጽብቅ ክትብላ ተስፋ ገብር ሎማዓንቲ ከዓኒ ብስኪን ኬር መፅኤክን ኣለኹ እንጆ ክገብሮ ተስፋ ገብር ሓደሽቲ ተኾንክን መጀመርያ ክንድሕር ኮይን ኣብዚ ናተይ ዩቱብ ሕጂ እንዳረኣኽን ኦኸለኽን ሳብስክራይብ በራ እተን ኩሉ ግዜ ሳፖርት ገብራን ኣሕዋተይ ከዓ ብጣዕሚ ደመስግነክን የቐኒለይ እተን ኩሉ ግዜ ኮመንት ላይክ ትገብርኦ ሸር ትገብራለይ እተ በቃ ብዙሕ ኣሕዋተይ ጽቡቅ ጽቡቅ ኮመንት ትጽሕፋ ካብ መጠን ንላዕሊ እየ ደመስግነክን የቀኒለይ ኩላትክን ተተባባዓኒ ማለት እዩ ሳብስክራይብ ድሕር ዘይገበርክን ከዓ ሳብስክራይብ ግበራ ምክንያቱ መብዛሕትክን ሳብስክራይብ ስለ ዘይገበርክን ክሪኦ ከለኹ ኣብቲ ዩቱብ ስቱድዮ ኣትየ ማለት እዩ ሕጂ ሎም መዓንቲ ኣብቲ ኮመንትስ ናይ ፈፀጋን ናይ ማዳን ናይ ፈፀጋን ናይ ማዳን ክትብላ ንቐኒኽን ሶ ሕጂ ቪድዮ ሕዘልክን መፅኦ ኣለኹ መጀመርታ ቅድሚ ሕጂ ሰሪሐ ነይረ ነዊሑ ገይሩ እዩ ግን ሰሪሐ ነይረ እየ ኤኒወይ ግን ሒዘልክን መፅእ ኣለኹ ሓደ ሓደ ግዜ ሕጂ ሓደ ሓደ ነገር ማለት እዩ ሕጂ መብዛሕትኡ ግዜ እዚ ኣብዚ ዘርእየክን ዘለኹ ንዓይ ዝጠቐመኒ ማለት እዩ ንዓኽን ማለት ናይ ኩላትና ቆርበት ዝተፈላለየ ዓይነት ቆርበት ስለ ዘለና እዚ ንዓይ ተጠቂመሉ ብዙሕ ግዜ በቃ ከምዚ ናተይ ሩቲን ገይረ በቃ መዓልታዊ ዝጥቀመሉ ማለት እዩ ጽቡቅ ገይረ ሕጂ ፊገር ኣውት ገይረዮ ማለት እዩ ብማዳ ፈጸጋ ገለ ማለት እዩ ድሕር ፈጸጋ ኣለኒ ከመይ ገይረ ክስታ ይገብሮ ማዳ ገለ የብለይን ሕጂ ግን ቀደም ነይርኒ ማለት እዩ ወላ ብቆልዓ ድመጸ ድዩ ወላ ብፀሓይ ድመጸ ግን ደኻና ኺነጽረዮ ሕጂ መጀመርያ ብንታይ ክንጅምር ኢና ጽቡቅ ጽቡቅ ክንበላ ኣለና ጽቡቅ ጽቡቅ ክብል ከለኹ ወላ ኣሕምልቲ ዓደስ ገለኹ ግን በቃ እዚ ቺዝ ዘይኮነ ፒሳ ዘይኮነ ጨው ዘይብሉ ገለመለ ጨው ብዙሕ ዘይብሉ ገለ ክንበላዕ ኣለና ደሓር ከዓኒ እዚ ማይ ከዓ ክንሰቲ ኣለና ማይ ካብ መጠን ንላዕሊ ፅቡቅ እዩ ንስኪና ማለት እዩ ከዘኻኽረክን ከምቲ ኩላትክን ትፈልጦ ኢኽን ግን ንምዝኽኻር ዝኣክል ማይ ክንሰቲ ኣለና ፅቡቅ ፅቡቅ ከዓ ክንበላዕ ኣለና ሕጂ መጀመርያ እቲ ናይ ፈጸጋ እዚ ክንደይ ግዜ ዝርእየክን እዚ ንዓይ ብጣዕሚ እዩ ዝሰርሓለይ ኣብቲ ዲስክሪፕሽን ባክስ ክገብረልክን እየ በብሓደ ድሕሪ ኣብቲ ኣብኡ ስኢንክንኦ ኣብቲ ዲስክሪፕሽን ባክስ ድሕሪ ስኢንክንኦ መብዛሕትኽን ብቀዳማይ ርእየክን ነይረ ከመይ ጌርካ ከም ዝርከብ ግን ስኢለ ስኢለ ኣብቲ እዚ ቪድዮ ፖስት ምስ ገበርክዎ ኣብቲ ዩቱብ ኮሚኒቲ ዝብል ኣብኡ ፖስት ክገብረልክን እየ ማለት እዩ ብስእሊ እንድሕር ክትሪኦ ደሊኽን ሕጂ እዚ ኒትሮጂና እዚ ኒትሮጂና ብፍላይ እዚ እዚ ናይ ኣክኒ ገለ ድብ ኣክኒ ዋሽ ድብል እዚ ኦይል ፍሪ ዘይቲ የብሉን እዚ ኣብ ፒንክ ግሬፕ ዳ ገለ ትብል እዚኣ ማለት እዩ እዚኣ ክንደይ ክንደይ ክንደይ ግዜ ወዲኤ ክንደይ ግዜ ከማን ኣርእየክን ነይረ ገፀይ ፈፀጋ እንድሕር ኮይንኒ በዚ ገይረ ድሕፀቦ ማለት እዩ ናይ ብሓቂ ከዓ ኣፅሪ የብለለይ ማለት እዩ ድሕር ፈፀጋ ወፂኒ በዚ ገይረ ድሓፅቦ ሶ ስለ ደፅርየለይ እዚ ማለት እዩ ኒትሮጅን ኣብ ብራንድ ማለት እዩ ሕጂ ስእሊ ስእሊ ስእሊ ኣቢለ ስክሪንሻት ገይረ ኣብቲ ኮሚኒቲ ድብል ኣብኡ ከትክን ክትረኽብኦ ትኽእላ ኢኽን ኣብቲ ዲስክሪፕሽን ባክስ መብዛሕትኽን ኣሕዋተይ ስለ ክስታይ ስለዘይትረኽብኦ እገብሮ እየ ስቲል ግን ገብረልክን እየ ኣብኡ ካቸ ክትገብሮ ትኽእላ ኢኽን ካልእ መዓልታዊ ድሕፀበሉ ገፀይ እዚ ሎራሽ ፖዘይ ብዙሕ ግዜ ድገዝኦ ደርእየክን ማለት እዩ ነዊሕ ደፅንሓካ እዚ እዚ ሎራሽ ፖዘይ ከዓኒ እዚ

እዚ ከማን ሓካይም ገለ ዶ እዚ ዝልካ ብራንድ እዚ መብዛሕቱ እዚ ሎራሽ ፖዘን እዚ ሰራቪን ማለት እዩ ኣነ ሕጂ ቅድም ናይ ሕክምና ፈቲነ ገለመለ ብጣዕሚ በቃ ጥቅስታይ ድክእ ዶ ይከውን ማለት እዩ ዝሩትን ድብለክን ደለኹ ብሓደ ድሰማማዓክን እንዳገበርክን እንድሕር ክስታይ ጌርክን ዘይቲ ተለክን ዘይቲ ኦይል ፍሪ ድብል መሕፀቢ ገለ እንተተሓፀብክን ናይ ብሓቂ ከደልክን እዩ ማለት እዩ ደሓር ገፅና ምስ ተሓፀብና ካብ ቀዳማይ ደርኣኹም በቲ ወረቐት ብኡ ጌርና ኢና ነጽርዮ ማለት እዩ። ወይ ከኣ መዓልታዊ ታወል እንድሕር ቀይራ ኮንክን እምበር በቲ ወረቐት ናይ ኣቑሑት ንቅጸሉ በቲ ናብኪ ማለት እዩ። ብኡ ጌርና ብኡ ጌር ያዕኒ ገጸይ ደንቅጾ ማለት እዩ። ኣንቂጽና ሽዕኡ ድሓር ንግሆ እንታይ ገብር ንግሆ ምስ ተሓጸብኩ መጀመርያ ነገር ዝገብሮ ቫይታሚን ሲ ማለት እዩ። ቫይታሚን ሲ እዚኣ ሕጂ ካልኣይቲ የርእየክን ናይ ኮርያ ቫይታሚን ሲ እዩ ግን ዋላ እዚ ላራሽ ፖዘሎ ዋላ እቲ ሰራቪሎ ዝኾነ ዓይነት ቫይታሚን ሲ ካብ ፋርማሲ ክትገዝኣ ትኽእላ ኢኽን እዚ ቫይታሚን ሲ ሕጂ ነቲ ገጽካ ኣብረህ ስለ ዘብሎ ነቲ ጸሊም ጸሊም ደሎ እንዳተኸታተልካ ግን ነቲ ጸሊም ጸሊም ደሎ ገለ ኩሉ ይደልግሰልካ ማለት እዩ እንድሕር ተኸታተልካ ንጎን ምሸትን ጌርካ ምክንያቱ መብዛሕተን መሓዝቲ ኣለዋ በቃ ገዚኤን ስኪን ኬር ዘይጥቀማሉ ማለት እዩ ግን ክንጥቀመሉ ኣለና ተኸታቲልና ከዓ ንግሆን ምሸትን ክንገብሮ ኣለና ማለት እዩ ደሓር እዚ ቫይታሚንስ ምስ ገበርና ሞይስቸራይዘር ንገብር ማለት እዩ ሕጂ ንኩላትክን ብቐሊሉ ዝርከብ ክስታይ ክኾነልክን ሞይስቸራይዘር እዚ ስኔል ናይ ናይንቱ ድብል እዚ ብዙሕ ግዜ ዘርእየክን ሓሙሽተ ግዜ ዶ ሽዱሽተ ግዜ ገዚኡ ኣለኹ ዝፈልጣ ኢኽን እዚ ሕጂ ንኩሉ ኣክሰስ ክኾነሉ ማለት እዩ ሕጂስ ከምቲ ዝበልኩኽን ንድሕር ደይረአ ከምቲ ዝበልኩኽን እንድሕር ዘይረኣ ኣሎ ጽቡቅ ጌሩ ኣብቲ ክስታይ ጌረ ፖስት ክገብረልክን እየ ከምቲ ዝበልኩን ኣብቲ ኮሚኒቲ ፖስት ድብል ወይ ከኣ ብዲስ ርብሽን ባክስ ማለት እዩ ንኩላትና ክስታይ ክኾነና እዚ ስነል ናይን ቱ ብጣዕሚ ጽቡቅ እዩ እዚ ስነል ናይን ስነል ናይን ሲክስ ከኣ ድሕሪ ቫይታሚንስ ሕጂ ኣነዚ በቃ ከም ሩቲን ጌረዮ ብጣዕሚ ፍላይት በቃ ንጉህን ምሸትን ንጉህን ምሸትን እየ ድገብሮ ማለት እዩ እዚ ገይረ መጀመርያ ድሕሪ ቫይታሚን ሲ ምስ ገበርኩ መልሲ ከዓ ዝገብረሉ ንድሕሪ ፅቡቅ ኮነ እናደሊ እናገፅና ማለት እዩ ወላ ሓንቲ ዝጎድእ ነገር የብሉን ናይ ኮርያን ስኪን ከር ብፍላይ ብዙሕ ናይ ኮርያን ስኪን ኬር ይደርእክን ኣነ ብዙሕ ይደለኒ እንደገና ይጥቀመሉ እየ ከዓ ይውድኦ እየ ፍትንየ ከዓ ፈቲነዮ ከኣ ንዓክን ደርእየክን እዚ ሕጂ ድሕሪ ቫይታሚን ሲ ን እንድሕር ጌርክናሉ ድሓር ብድሕሪኡ እዚ ሞይስቸራይዘር እንድሕር ጌርናሉ እዚ ክልቲኡ ናይ ኮሳሬክስ ስኔል ሚዚየም እዚ ክስታይን ናይ ኒቱን ናይ ኒሲክስን ማለት እዩ ምስ ገበርና ሽዑ ንግሆ ናይ ንግሆ ይድርእየክን ደለኹ ምስ ገበርና ሽዑኡ ድሕሪኡ እንታይ ንገብር ሳንስክሪን ንገብር ማለት እዩ እዚ ሕጂ እዛ ኣብ ኣሜሪካ ዘለኽን ኣብ ትሬደር ጆ ትረኽቦ ብዙሕ ግዜ ዝርእየክን እዚ ኣነ ብጣዕሚ ዝሰማማዓኒ ናይ ትሬደር ጆ ሳንስክሪን እዩ ናይ ሎራሽ ፖዜ ትደርኣኹክን ሰራቪ ጽቡቅ ብራንድ እዩ ከምኡ ከኣ ክትገብላ ትኽእላ ኢኽን ኣብሽን ደሎ ማት ካል ካል ኣብሽን እንዳራእኹ ስክሪንሻት ጌር ኣብኡ ኣብቲ ስእሊ ክገብረልክን እየ ማለት እዩ ኣብቲ ኮሚኒቲ ፖስት ክገብረልክን እየ ነዚ ደርእየክን ደለኹ ኩሉ ማለት እዩ ደሓር ሳንስክሪን ናይ ግድን ናይ ግድን ናይ ግድን ክንገብር ኣለና ከም ትፈልጡ ኣነ ወላ ዊንተር ታይም እየ ሳንስክሪን ዝገብር ኣብ ዓዲ በረድ እየ ዝነብር ኣብ ዓዲ በረድ ኮለና ግን በቃ ንግሆ ተስኤ ቀድሚ ቆልዑ ስራሕ ትምህርቲ ምብፅሐይ በቃ ገፀይ ክስታይ ተሓፃፂበ ሞይስቸራይዘር ገለ ገይረ ሳንስክሪን ከይገብርካ ኣይወፅን እየ ከምቲ ዝበልኩ ንጅም ክኸይድ ከለኹ ወላ እዚ ኩሉ ስኪን ኬር ዝብለኪ እንደለኩ ናይ ንወብሱ ገይረ'የ ድከይድ ደሓር ምስ ረሃጽኩ ከኣኒ ኮም ኢለ ኣይድቅስን'የ ማለት ምስ ረሃጽኩ ምስ መጻኩ ካብ ጅም መጽየ ከኣኒ ጽቡቅ ገይረ ከም ብሓድሽ ገጸይ ሓጺበ ከኣ ከም ብሓድሽ ስኪን ኬር ገብር ማለት እዩ ኣብ መንጎ ከኣ እዚ ፌሻል ገለ ከኣ ገብረይ ማስክ እንዳገበርኩ ብሁሩድ ገለ መለ እዚ ብሃፋ ገለ እንዳገበርኩ ከኣኒ በቃ ከምኡ ገብረይ ማለት እዩ ዝኾነ ስፔሻል ኦኬዥን ተለኒ ሓደ ሓደ ግዜ ከኣ ከምዚ ገጸይ ጽቡቅ ንሕር ክስለ ዘይኮነ ማለት እዩ ብዙሕ ነገር ኮሚታት ገለ ከኣ ፎቲ እየ ማለት እዩ ቀደም ኣይግደስን እየ ነይረ ሕጂ ግን ስራሕ ኢለ ሒዘ ማለት እዩ ቫይታሚን ከኣ ንዕና ትጠቅመና ናይ ደቂ ኣንስትዮ ንሓኪም ሓቲትክ እንዲኽን ቅድሚ ሕጂ ሰሪሐ ነይረ ከኣ ናይ ግድን ቫይታሚን ከኣ ክንበላዕ ኣለና ማለት እዩ ብውሽጥና ክስታይ ምስ ኮናይ ናብ ደገና ከኣ ፅቡቅ እዩ ማለት እዩ እዚ መብዛሕትኡ ግዜ ኣይክሬም ገብሬ ግን ከም ልምዲ ወላ ቀትሪ ክገብር ክእል እየ ግን ከም ልምዲ መብዛሕትኡ ክድቅስ ከሎኺ እየ ኣይ ክሬም ዝገብር ማለት ናይ ዓይኒ ክሬም እዚ ከዓ ኮሳሬክስ ኣለክን እቲ ብራንድ ዘሰይ ምስ ናይ ኮርያን ስኪን ኬር ዝበለፀ ዝበለፀ ስኪን ኬር እዩ ዘሎ ኣነ ብዙሕ ስኪን ኬር ዘለና ከምቲ ትሪኦ ግን እዚ ቀንዲ ቀንዲ ክትረኽቦ ትኽእላ ማለት እዩ ድሓር ከዓ እንታይ ገብር ምሸት ከዓ ክድቅስ ከለኹ ከዓ ምስ ተሓፀብኩ ሕጂ ሞ ካልእ ከማን ኤክስትራ ኣድ ገይሩለ እዚ ኦይል ክለንዘር ገይረ ናይ ኮርያን ኦይል ክለንዘር ድረኣኹኹን ብኡ ገይረ ቁሩብ መሳጅ ገይረ ድሓር በሊሰ በዝሑ ጸባ ገለ ጽቡቅ ገይረ ነቲ ክስታይ ብልየ ማለት ስኪን ኬር ሲ ንዓይ ድጠቅመንስ ጽቡቅ ገይረ ፊገር ኣውት ገይረ ማለት ሕጂ ኣብዚኣ ፈጸጋ ወጽያትን ኣንያ በቲ ድረኣኹኹን ገይረ ተሓጺበ ማለት ዳርጋ ተወዲኣ እቲ ኒትሮጂና ናይ ፈጸጋ ማለት እዩ So ክንድቅስ ከለና ከኣ ምስ ተሓጸብና ከኣ ደሓር እንታይ ንገብር ተሓጺብና እዚ ክስታይ ይገብር ማለት እዩ እዚ ቫይታሚን ሲ ሬትኖል ሬትኖል ሕጂ ጽቡቕ እዩ ክንድቅስ ኮለና ጥራሕ ኢና ንገብሮ ክንድቅስ ኮለና ሓደ መዓልቲ ብሰሙን ክልተ መዓልቲ ብሰሙን እንዳገበርና ድሓር ኣብቲ ናትና ሩቲን ምስ ኣእተናዮ ጽቡቕ እዩ ማለት እዩ ሕጂ እዚ ናተይ እዚ ኬት ሶሞቪል ኣለኒ እዚ ግን ብቐሊሉ ክትረኽቦ ስለ ዘይትኽእላ እዚ ካብ ሰራቪን ገለን ዝርከብ ኣሎ ካብኡ ክገብረልክን እየ ማለት እዩ ንኣብነት ከርእየክን ኢለ እዚ እዚ ናይ ኬትሰ ሞቤል ድብል ሬትኖል ቫይታሚንስን ሞይስቸራይዘር ሃይድሬትን እዩ እሱ ገይረ ማለት እዩ ምስ ተሓፀብኩ እዚ ግን ናይ ግድን ኣብ ኩሉ ትገብሮ ማለት እዩ ብታሕቲ ሕጂ እዚ በቃ ወላ ንጉ ወላ ምሸት ትገብሮ ማለት እዩ እዚ ምስ ገበርኩ ሽዑ መሊሰ ከዓ ዝገብረሉ እትስ ብጣዕሚ በቃ ስኔል ናይ ንስቲክሲ ካብ መጠን ንላዕሊ እያ በቃ ክስታይ ትገብር ድሕሪ እዚ ክልተ መዓልቲ ገለ ከይገበርካ ክስታይ ጌርካስ ገጽካ ለውጢ ትሪእሉ ማለት እዩ እንድሕር ተኸታተልካ ጌርካዮ ከዓ በቃ ገጽካ ጽቡቅ ክኾን እዚኣ ገይረ ከዓ ንሽዑ እዚ ገብር ማለት እዩ እዚ ቫይታሚን ሲ ሬትኖል ንገብር ብድሕሪኡ ሽዑኡ ሞይስቸራይዘር ዝኾነ ዓይነት ሞይስቸራይዘር ገብር እዚ ናይ ስሰይዶ ጽቡቅ እዩ መብዛሕትኡ ግዜ ዝጥቀሞ መብዛሕትኡ ግዜ ዝርእየክን እንተደይኮነ ከኣ እዚ ዝኸርእየክን ዝጸናሕኩ ከኣ እዚ ክስታይ ንገብር ማለት ክንገብር ንኽእል ኢና ማለት እዩ። ስኔል ሚዚዩም ድብል ከኣ ሞይስቸራይዘሩ ከኣ ኣፎርደብል እዩ ዋግኡ እንደገና ከኣ ጽቡቕ እዩ። ኣብዚ ድሕሪት ኤክስፓየር ደይ ኣለዎ ኤክስፓይሬሽን ደይ ኣለዎ ኩሉ ግዜ ግን ሰለስተ ዓመት ኣርባዕተ ዓመት እዩ ጸገም የብሉን። ቅድሚ ክንውድኦ ኢና ኣነ ከምቲ ትሪኦ ብዙሕ ግዜ ድገዝእ ማለት እዩ። ከምኡ እንዳገበርና ሕጂ ከ ኣማዞን ፕራይም ደይ ምስ ኮነ ከ ዘናብ ኣሜሪካ ዘለኽን ኣይደነ ናይ ኣውሮጳ ከምኡ ሎዲ ገለ ኣይፈለጥኩን ግን ፕራይም ደይ ክኾን ከሎ ከኣ እዚ ኮርያን ስኪን ኬር ክርኢ ክንፅንሕ ኮላ እዚ ቫይታሚን ሲ ወላ እዚ ኮሳሬክስ ገለ ብራንድ ከዓ ኣፀቢቑ እዩ ዝጎድል ሽዑ ኣብቲ ፕራይም ደይ ክኾን ከሎ ሓደ ኣርባዕተ መዓልቲ ገለ ደንጉ ይመፅእ እዩ ቢዚ ስለ ዝኾኑ ግን ገዚእኽን ወላ ክልተ ሰለስተ ንሕሪ ኣቕሚጥክን ንኩሉ ግዜ ጠቕመና ማለት እዩ ካብ መጠን ንላዕሊ ፅቡዑ ሕጂ በቃ ቀልጢፉ ቀልጢፉ ድኸደልኪ ድበልክኒ ሓፍተይ ቀልጢፉ በቃ ክኸደና ድኽእል ማዳ ድበልክኒ ቀልጢፉ ኣይከደልካን እዩ ማዳ ማለት ውሽጥኻ እንዳፅረኻ ክስታይ እንዳገበርካ እዩ እዚ ውሽጥኻ እንዳተኸናኸንካ ሳንስክሪንካ እንዳገበርካ ብዘይ ምቁራፅ ንግሆን ምሸትን ማለት እዩ ቀትሪ ለይቲ ዘይኮነስ ቀትሪ ሙሉእ መዓልቲ ሳንስክሪን ገብር ኣለና ዋ ክንገብር ከለና ሃቐቢዕ ቆቢዕ ጌርና ገፅና ካብ ፀሓይ ክስታይ ጌርና ብፍላይ ሰንስቲቭ ድሕር ኮይኑ ከምዝናተይ ማለት እዩ ድሕር ኦኬያለ ዓብ ጌርና ገለ ማለት ክስታይ ክንገብሮ ንሓደሓደ ግዜ ክትዝውር ከለካ ብሳትካ ሕጂ በዚ ሓደ ጥራሕ ትሃርመካ ፀሓይ ሳንስክሪን ጌርና እንደገና ከዓ በቃ ክንጥንቀቕ ኣለና ትገፅና ማለት እዩ ከምዚ ናተይ እንድሕር ቀልጢፉ ክስታይ ቆርበት ክምታይ ድኸውን ኮይኑ ማለት እዩ ከምዚኣ እንዳገበርክን እዚ ኣነ ዝፈልጦ ማለት እዩ ንዓይ ጠቐመኒ እዚ ክጠቕመክን ተስፋ ገብር ከምቲ ዝበልኩ ክንግሆ ተሓፂብካ ቫይታሚን ሲ ጌርካ ሞይስቸራይዘር ሳንስክሪን ዳትስ ኢት እዚ ከም ኣብሽን እዩ እምበር ናይ ግድን ኣይኮነን ግን ብጣዕሚ ስለ ዘጸብቆ ንገጽካ የእትየልክ እንደለኹ ግን መጀመርያ ምስ ተሓጸብካ ቫይታሚን ቫይታሚንስ ትገብር ቫይታሚንስ ምስ ገበርካ ሞይስቸራይዘር ትገብር ሞይስቸራይዘር ምስ ገበርካ ከዓኒ ሳንስክሪን ጌርካ ገጽካ ከምኡ ጌርና ንከናኸኖ ማለት እዩ እንድበል ክኾን ከዓ ማይ ብጣዕሚ ክንሰቲ ኣለና ድቃስ መብዛሕትና መብዛሕትና ድቅስ ዲና ቢዚ ስለ ዝኾንና ግን ምድቃስ ከዓ ፅቡቅ እዩ ማለት እዩ በቃ እዚኤ ኣነ ከምዚ እንዳገበርኩ ክስታይ ዝገብሮ ሕጂ ፍገራዊ ስለ ዝገበርኩዎ ስኪን ኬር ብዙሕ ኣለኒ ግን እንታይ ክኸውን ከሎ ገፀይ ትጥቀም እንታይ ክኸውን ከሎ ገፀይ ትጥቀም ፊገራኦ ስለ ዝገበርኩዎ በቃ ክስታይ ገብሮ ማለት እዩ ናይ ሎማዓንቲ ቪድዮ እዚኣ ትመስል ጠቕመክን ተስፋ ገብር እንድሕር ሕቶ ኣለክን ፀሓፋለይ ሓደ ሓደ ግዜ ብዙሕ ስለ ዝብለኒ ግዜ ወስደ ወይ ንሓደ ኣብቲ ኮመንት ገይረ ክስታይ ክስታይ ይኸውን እዩ ኤኒወይ ግን ክምልሰልክን እየ ብዝተኻእለኒ መጠን ናይ ሎማዓንቲ ቪድዮ እዚኣ ትመስል ሳብስክራይብ ድሕሪ ደይገበርክን ፕሊስ ሕጂ ከይወፃኽን ከለኽን ሳብስክራይብ ጌርክን ውፃእ ከይወፃኽን ከለኽን ከዓ ላይክ ግበርኦ ኮመንት ከዓ ግበርኦ ብጣዕሚ እየ ዝፈትወክን የቐንየለይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና ባይ